ንኣምላኽ ይኹን። ኣርእስተይ እንታይ እዩ ዝብል ብህድኣትን ብሓጎስን እንዳ ተጸቢኻ ምድላይ ንደልዮ ነገር ብምጉርምራም ተስፋ ብምቑራጽ ብምሕላን ዘይኮነስ ተጽቢትና ኩሉ ግዜ ብሓጎስ ብሓጎስ ኢና ንጽበ ኣብቲ ምጽባይና ግን ክንደልኻ ኣለና ምድላይ ንጽባይ ጥራይ እኹል ኣይኮነን ምጽባይ ጥራይ ለውጢ የምጽእን እዩ። ኣብቲ ምጽባይ ኣብቲ ብሓጎስ ምጽባይ ግን እንታይ የድሊ? ምድላይ። ክርስትና ምድላይ ጎይታ የሱስ ክርስቶስ እንታይ ኢሉ ኣሎ? ድለዩ ክትረኽቡ ኢኹም፣ ለምኑ ክወሃበኩም፣ ክሕሑ ክፈተልኩም። ምድላይ ማለት ምጽላይ ማለት እዩ። ብጸሎት ኢና ንደሊ። እቲ መንገዲ ናይ መድለይ ጸሎት እዩ። ኣብዚ ክንደሊ ከለና ግን እንታይ የድልየና? ንጽበ ከለና ሕጉሳት ኮይና ንጽበ፣ ነገር ግን ኣዘውቲርና ክንደሊ ኣለና። ንኣብነት ማርያም መግደላዊት ርኢና ኔርና ዝሓለፈ እሳ ቁሩብ ክደግማ እሞ ካብኡ ሽዑ ኣብ ናይ ሎሚ ድማ ክንሓልፍ ኢና። ኣብ ወንጌል ዮሃንስ ምዕራፍ ዕስራ ካብ ቁጽሪ ሓደ በታ ቀዳመይቲ መዓልቲ ሰሙን ግና ማርያም መግደላዊት ገና ጸልማት ከሎ ኣንጊሃ ናብ መቃብር መጸት፣ ነቲ እምኒ ኸኣ ካብ ኣፍ መቓብር ተፈንቂሉ ረኣየቶ። ትሕት ኢሉ ኸኣ እንታይ ይብል? ካብ ቍጽሪ ዓሰርተ ሓሙሽተ፣ የሱስ ከኣ፣ ኣቲ ሰበይቲ፣ እንታይ የብክየኪ ኣሎ? ንመንሲ ትደልዪ ኣሎኺ? በላ። ንሳ ኸኣ ሓላዊ ኣታኽልቲ መሲልዋ፣ ጐይታይ፣ ንስኻ ኣልዒልካዮ እንተ ዄንካስ፣ ኣነ ኽወስዶ ኣበይ ከም ዘንበርካዮ ንገረኒ። ማርያም መግደላዊት ኣንጊሃ ዝገበረቶ እንታይ እዩ? ናብ መቓብር ከይዳ ትደልያ እያ ነይራ። ንመን እያ ትደሊ ነይራ? ነቲ ከቢድ ዝኾነ፣ ሃዋርያት እኳ ባዕሎም ተሓቢኦምሉ ዘለዉ፣ ፈሪሖምሉ ዘለዉ ዘፍርሕ ነገር ተወሲዱ ተባሂሉ ዝፍራሕ ነገር እዩ። ክልቲኦም ሃዋርያት ጴጥሮስን ዮሃንስን ምስ ነገረቶም፣ ነቲ መቓብር ርእዮም የሱስ ከም ዘየሎ ምስ ኣረጋገጹ ተመሊሶም ናብ ገዝኦም ከዱ እዩ ዝብል። እሳ ግን ስቲል ትደሊ ነይራ። እንታይ እያ ትደሊ ነይራ? ጐይታ እቲ ትደልዮ ዘላ መንገዲ ከ ኖርማል ድዩ ኣይኮነን ዘፍርሕ ነገር እዩ ዘይከውን ነገር እዩ ተስፋ ዘቁርፅ ነገር እዩ እንታይ ኢለ ነይረ ዝሓለፈ ሬሳ ምድላይ ማለት ከቢድ ነገር እዩ እቲ ህያው ኢየሱስ ተገልግሎ ዝነበረት ኩሉ ግዜ ዘገልግላ ዝነበረ ደድሕሪኡ እንዳኸደት ከዓ ተገልግሎ ዝነበረት ኢየሱስ ኣይኮነትን ትደሊ ዘላ ሬሳ ናይ ኢየሱስ እያ ትደሊ ዘላ ስጋዕ ትረኽቦ ግን ማርያም ብዝሲ ምቁራፅ እንታይ ትገብር ነይራ ትደልዮ ነይራ ንሃዋርያት ሬሳ ጐይታ ወሲዶሞ ኢላ ከይዳ ነገራቶም። ንመላእኽቲ ጐይታይ ወሲዶሞ ኢላ ነገራቶም። ንጐይታ ከኣ ባዕሉ ከኣ ጐይታይ ወሲዶሞ ትብሎ ኣላ። ጐይታ ሽዑ እንታይ ኢልዋ ንማርያም? ኣቲ ሰበይቲ እንታይ የብኬኪ ኣሎ? ንመንሲ ትደልያ ኣለኺ? እንታይ ትደሊ ከም ዘላ ጎይታ ይፈልጥ እዩ ነገር ግን ካብ ኣፋ ክወጽእ ስለ ዝደለየ ንመንሲ ትደልያ ኣለኺ ስለዚ ከምቲ ቃሉ ዝበሎ ድማ ዝደለየ ይረክብ ጎይታ ንማርያም መጀመርያ ብኹሪ ትንሳኤ ኮይኑ ዝተገልጸላ ከምቲ መጠን ዝደለየቶ ከምቲ መጠን ዘንኳሕኩሐቶ ከምቲ መጠን ዝጸማኣቶ እዩ ክብሪ ንኣምላኽ ይኹን ኣነ ናይ ማርያም ድሌት ብጣዕሚ ዘድንቆ ማርያም እቲ ናይ ሰማይ እግዚኣብሔር ኣምላኽ ቅድሚ ምስራት ዓለም ንደቂ ሰባት ንድሕነት ተባሂሉ ጎይታ የሱስ ክርስቶስ ዝተመደበ ካብ ምዉታት ብኹሪ ኮይኑ ክትስእ ዝተመደበ ንደቂ ሰባት ድማ ክረኣዩሉ ዝተመደበ ጎይታ ቀዳመይቲ ክትሪኦ ብቕዓት ዝረኸበት ማርያም እንታይ እዩ ተይልና ድሌታ እዩ ዝደለየ ይረክብ ጎይታ ናይ ግዲ ንሃዋርያት ክረኣዮም እዩ ኣብ ኩሉ ክረአ ኣለዎ ክረአ እዩ ቀዳምነት ክትሪኦ ዝበቐዐት ግን ማርያም እያ ነይራ ክብሪ ንኣምላኽ ይኹን ስለዚ ምጽባይ ጥራይ ዘይኮነስ ምድላይ ሓሳበይ ምጽባይ ጥራይ ዘይኮነስ ኣብቲ ምጽባይ ብሓጎስ እንዳተጸቤና ነገር ከኣ ኬባተኽናሃ ክንደሊ ኣለና መድለይና መንገዲ ከኣ ከም ናይ ማርያም ኣብ መቓብር ከይድና ኣይኮናን ኣብ ጸሎት ማዕጾና ዓጺና ኢና ነንኳሕኩሕ ክብሪ ንኣምላኽ ይኹን ኩሎም እቶም ዝጽበዩ ዝነበሩ ዋላ ናይ ሃና ተሪኢና ከማን ሃና ትደልያ ነይራ ትጽልያ ነይራ ኣምሪራ ኣብቲ ቅድሚ እቲ ካህን ኮይና ኣፋ ከፊታ ኣፋ ጥራይ እንዳተንቀሳቀሰ ብዘይ ድምጺ ትደልያ ነይራ ንእግዚኣብሔር ኣምላኽ የፋጥኖ ንእግዚኣብሔር ኣምላኽ ስጉምቲ ክገብር ወይ ከዓ ክለቆተ ነገራት ይግደል ተታሒዝና ዝነበረ ክልቀቕ እንተኮይኑ ኬባ ተኽና ክንደሊ ኣለና ብዘይ ምሕላል ክንደሊ እና ብሕጉስ ልቢ ክንደሊ ኣለና መዝሙር ዳዊት ሚእትን ሓሙሽተን ካብ ሰለስተ ስጋብ ኣርባዕተ እንታይ ይብል እግዚኣብሔርን ሓይሉን ድለዩ ኣዘውቲርኩም ገጹ ድለዩ ልቢ እቶም ንእግዚኣብሔር ዝደልይዎ ይተሓጎስ ክልተ ነገር ኣብዚ ተዛሪቡ ኣሎ ንእግዚኣብሔርን ሓይሉን መጀመርያ ንደልዮ ንእግዚኣብሄር ኢና እግዚኣብሄር ኣምላኸ የምልኸካ ኣሎ ከምዚ ሕጂ ክንገብሮ ዘምሴና ወርሽብ ንገብሮ ነኽብሮ ዝግብኦ ኣምላኽነቱ ክብሪ ንህቦ ብድሕሪኡኸ ካብኡ ሓይሊ ክወጽእ ከኣ ንደሊ ንእግዚኣብሄርን ሓይሉን ድለዩ ካብኡ ሓይሊ ክወጽእ ጎይታ የሱስ ክርስቶስ እታ ሰበይቲ ክዳኑ ምስ ተንከፈት እንታይ ኢሉ ሓይሊ ካባይ ወጽዩ ስለዚ ንእግዚኣብሔር ምስ ደሌናዮ ሓይሊ ከኣ ምስ ሓተትና ዘድልየና ዘበለ ካብ እግዚኣብሔር ይወጽእ ክብሪ ንኣምላኽ ይኹን ኣሜን ከይደሌና ግን ክንረክብ ኣይንኽእል ኢና ምጽባይ ምጽባይና ሰናይ እዩ ጽቡቕ እዩ ግን ግዜ ክወስድ ይኽእል ከነቀላጥፎ ንኽእል ግን ኣጥቢቕና ምስ ደሌና ኢና እግዚኣብሔርን ሓይሉን ድለዩ ኣዘውቲርኩም መዓስ ኣዘውቲርኩ ነዚ ዓንተቦይ እንታይ ክብል ጸኒሐ እግዚኣብሔር ኣይልመድን እዩ ኩሉ ግዜ ኣብቲ ሕብረትና ኩሉ ግዜ ኣብቲ ብሓንሳብ ንእከበሉ ኩሉ ግዜ ኣብቲ ስም እግዚኣብሔር ንጽውዓሉ እንዳ ፈራሕና ብሓድሽ መንፈስ ብሓድሽ ሓይሊ ክንመጽእ ከለና እግዚኣብሔር ዝርከብ ኣምላኽ እዩ ክብሪ ንኣምላኽ ይኹን እግዚኣብሔርን ሓይልን ኣዘውቲርኩም ገጹ ድለዩ ልቢ እቶም ንእግዚኣብሔር ዝደልይዎ ኸኣ ይተሓጎስ ስለዚ ንእግዚኣብሄር ክንጽበዮ ከለና ሕጉሳት ኮይና ኢና ክንጽበዮ ዘለና። ግሁያት ኮይና ዘይኮናስ ብሕጉስ ልቢ ከም ዝምልስ እንዳ ኣመና፣ ከም ዝመጽእ እንዳ ኣመና፣ ከም ዝበጽሓና ሓደ መዓልቲ ከም ዝዝክረና እንዳ ኣመና። መጀመርያ ግን ንእግዚኣብሄርን ሓይሉን ድለዩ።